ሰላም ኣሕዋት ኣብዛ ናይ ማት ጀሜትሪ ክላስ እምበኣር ብዛዕባ ብዛዕባ ሰርክል ኮይኑ ትዕዝብትና ኣብ እዚያታ ቀዳመይቲ ክላስ ኮይና ኣብ ሲርከምፍረንስ ኤርያን ዝተዓለመ ይኸውን ቀፂልና ብዙሕ ኮንሰፕት ናይ ሰርክል ኣሎ ባይዘወይ እቲ በይዝ ናይ ሰርክል ክንሕስለ ደለና ማለት ምልስ ኢልና ነቲ ኣብ ሃይስኩል ዝተምሃርናዮ ኣብዚ እውን ክንደግሞ ስለ ደለና እዩ ሓፈሻዊ ትዕዝብቲ ክንወስድ እንድሕር ደኣ ኮይና ንኣብነት ብምስኣል ንጀምር ሓንቲ ሰል ክርምስ እንስእል ኣብ ጀሜትሪ ኣብ ሓደ ክልተ ክንብል ኢና ንኣብነት ድሕሪ ከምዚ ጌርና ስኢልና ንኣብነት እታ ሰርክል እቲ ኣብ ማእከል ደሎ እቲ ሰንተር ናታ እዩ ንኣብነት ንሱ ኦይልና ንፅዋዓዮ ሌተር ኦ ማለት እዩ ንኣብነት ካብ ሰርክል ናብ ካብታ ሰንተር ናብ ሓደ ክፍሊ ናይታ ሰርክል ክሳብ ዘሎ ናብ ሓደ ፀግዒ ማለት እዩ ንኣብነት ነዚ ኤ ኢልና ንስመዮ ነዚ እውን ቢ ኢልና ንስመዮ እንታይ ክንብል ንኽእል ኢና እቲ ሰግመንት ኤቢ ይቕሬታ ሴግመንት ኤቢ ንስምባር እቲ ራድያስ እዩ ራድያስ ናይ ሓንቲ ሰርክል ማለት እዩ ከምኡ እውን እንድሕር ዳኣ ደሊናዮ እንታይ ክንብል ንኽእል ኢና እስኪ ክልተ ዝረብሖ ሰግመንት ኤቢ እቲ ዲያሜተር እዩ ዲያሜተር ማለት እቲ ዝነውሐ ክፋል እቲ ካብ ዝናብ ዝዘሎ ማለት እዩ ንሱ እቲ ዲያሜተር ይበሃል ማለት እዩ ሕጂ ቀፂልና ንብሎ ነገር እንተደኣ ሃልዩ ንኣብነት ኣብ ሰርክል ብዙሕ ነገር ኣለና እታ ሰንተር ክንመልክት እንድሕርዳ ደልና እንታይ ንገብር ከባብ ንስእል ኣብ ማእከላ ነጥቢ ንገብር ነታ ሰንተር ንምሕባር ማለት እዩ እንደገና ቀፂልና እንታይ ንብል እቲ ንዓ ሒዛ ተደላ ሌተር ኦኬ ሕጂ እንታይ ክንቀይርና እምበኣር ኦ ዘይኮነት ኤያ ምክንያቱ ኦብ መጀመርታ ሰንተር ንዑ ንምሕባር ነይሩ ሕጂ ግን ካልእ እንተ ኣሽሙ ሃብ ቀይርና እቲ ናታ ምስሊ ይቀይርሎ ማለት እዩ ኦኬ እዚ ርኢናዮ ኣለና ቀፂልና እንታይ ክንርኢ ደል ኣለኹ እቲ ፎርሙላታት ዝተወሰኑ ናይ ስርከንፈረንስ ናይ ኤርያን ድሕር ዳ ናይ ኤርያ እታ ፎርሙላ ክንሪያ ተደሊና ፓይ ኣር ስኬር ወይ ድማ ፓይ ኣር ስኬር ባይ ዘወይ ፀገም የብሉን ወይ ድማ እንታይ ክንብል ኢና ፓይ ዲ ዝተመቕሎ ነርባዕተ ማለት እዩ ባይ ዘወይ ንቐፅል ድሓን ናብ ፓራሜተር ንኽእል ፓራሜተር ከዓ እቲ ስር ኮንፈረንስ ናይታ ሰርክል እዩ ወይ ድማ ወይ ድማ ሲ ምክንያቱ ስር ኮንፈረንስ ብሲ ስለ ዝጅምር ናይ ስር ኮንፈረንስ ከዓኒ ናይቲ ፓራሜተር ክልተ ፓይ ኣር እዚ እውን ብካልእ ኣፀሓፋ ንፅሕፎ ንኽእል ኢና እንታይ ማለት እየ ብካልእ ክልተ ፓይ ኣር ካብ በልና እዚ እንታይ ማለት እዩ ክልተ ኣር ማለት እዩ እዚ ከዓኒ ፓይ ዲ ኢልና እውን ክንረኽቦ ንኽእል ኢና ዜሮ ዜሮ እናበ ኢና ንዘውርደልና ፀገም የብሉን ኣብዚ ምንታይ ክንገብር ንኽእል ኢና ፓይ ዲ ዝተመቕሎ ንኣርባዕተ ዜሮ ዜሮስ ንሱ እዩ ድመፅ ዘሎ ኦኬ እንታይ ክንብል ንሓንሳብ ነዚ ምስ ገበርና እንታይ ክንገብር ኢና ዝተወሰኑ ስእልታት ክንስእል ኢና ኣብኦም ተመርኪስና ከዓኒ ካልኩሌሽን ክንገብር ክንጀምር ኢና ቀዳሚት ክንስእላ ዝደለኹ ንኣብነት እምበኣር ዝተወሰኑ ነገራት ክወሃበና እዩ ኤርያ ንበል ራዳስ ኦኤ ተዋሂብና ኣሎ እንታይ ብለና ጊቭን ኣብቲ ናይ ጊቭን ቦታ ሰግመንት ኦኤ ንሱ ሽዱሽተ ይብለና ሽዱሽተ ሰንቲሜተር እዩ ባር ካብዚኣ ተበጊስኩም ዲያሜተር ፓራሜተር ሲርከንፈረንስ ማለት እዩ ከምኡውን ኤሪያ ርኸብዎ ይብለና ሕጂ ንሕና እንታይ ክንገብር ኢና ንቕድም ዳይሬክት እታ ዲያሜተር ክንረክብ ኢና ዲያሜተር ይኸውን እንድሕር ዳኣ ብፍላይ ራዳስ ተዋሂብና ክልተ ኣሪ ኣብዚ ሕጂ እንታይ ክንገብር ኢና እምበኣር ክልተ ኣር ከዓኒ እቲ ካብዚ ናብዚ ዘሎ ቦታ ስለ ዝኾነ ኣር እምበኣር 6 ሰንቲሜተር እዩ ዝረብሖ ብሽዱሽተ ዓሰርተ ክልተ ሰንቲሜተር ቀፂልና እታ ክንረክብ ኢና እቲ ፓራሜተር ወይ ድማ ሴርከንፈረንስ ሲርኮምፌራንስ ማለት እዩ ንሱ ከ እንታይ ማለት እዩ ቱፓይኣር ዝብል ፎርሙላ ኣለና ኣብ ታሕቲ ነቲ ንውሓት ናቱ ንምርካብ እምበኣር ራድያስ ክልተ ፒ ራድያስ ከዓኒ 6 ሰንቲሜተር እዩ ስለዚ ክልተ ዝረብሖ 6 12 ክበና እዩ ዝረብሖ ፒን ድሕር ደኣ ጌርና ሰላሳን ሸውዓተን ነጥቢ ስሳን ትሽዓተን ክበና እዩ ማለት እዩ ሰላሳን ሸውዓተን ነጥቢ ስሳን ትሽዓተን ሰንቲሜተር ክበና እዩ ማለት እዩ ድሕር ደኣ ኤርያ ክንረኽቦ ብደልና ከዓኒ ኤርያ ናይ ሓንቲ ሰርክል ከዓኒ ፓይ ኣር ስኬር ኢልና እዚ እንታይ ማለት እዩ ፓይ 6 ሰንቲሜተር ሓይሊ ክልተ ኣብዚ እምበኣር 6 ሓይሊ ክልተ 36 ክበና እዩ ዝረብሖ ፒ እንድሕር ዳኣ ጌርና ባይዘወይ ኣነ ካልኩላተር ጥቀም ኣለኹ ንስኹም እውን ከምኡ ክትገብር ተስፋ ገብር እንተዘይኮይኑ ከኒ ፀገም የብሉን ማለት ምክንያቱ ፒ 13 ነጥቢ ዓሰርተ ሰለስተ ነጥቢ ገለ ስለ ዝኾነ ማለት ካልኩሌሽን ክንገብሮ ብሓንጎልና ፀጋም እዩ ፀጋም ደይኮነስ ግዜ ይበልዕ ሕጂ ንሕና ደሊናዮ ድማ እቲ ኮንሰፕት ኣብቲ ርእስና መሓዚ ከመይ ጌርና ንሰርሕ ኣለና ስለዚ ሽዱሽተ ዝረብሖ ሓይሊ ክልተ ሚእትን ሰላሳን ሽዱሽተን ኢልና ዝረብሖ ፒን ድሕር ጌርና ከዓኒ ሚእትን 113.09 ሰንቲሜተር ስኬር ክበና እዩ እዚኣ ተቐዳሚቲ ኣብነት እያ ነራ ካልይቲ ኣብነት እንድሕር ዳ ክንዕዘብ ደልና እንታይ ይበና ኣብዚ ሕጂ እንታይ ይብለና ኣብ ሓንቲ ሰርክልሲ ዲያሜተር ናይ ሓንቲ ሰርክል ዓሰርተ ኣርባዕተ እዩ ይብለና ዓሰርተ ኣርባዕተ ሰንቲሜተር እዩ ካብዚኣ ተበጊስኩም ከዓ እንታይ ይብለና ራዳያስ ከምኡውን ፓራሜተር ከምኡውን ኤርያ ናይታ ሰርክል ርኸቡ ይብለና ስለዚ ንሕና እንታይ ክንገብር ኢና ብመጀመርታ ኩሉ ግዜ ምስኣል ድመስልዎ የለን ምክንያቱ ሓደ ካብቲ ከነፅረልና ድኽእል ምስኣል እዩ ስለዚ ክንስእላ ንኽእል ኢና እንታይ ማለት እዩ እዚኣ ኮይና እታ ዲያሜተር ካኒ ካብዚ ናብዚ ዘሎ 14 ሰንቲሜተር ኢልና ኣሎ ሕጂ እምበኣር ካብ ዝተበጊስና እቲ ናብዚ ዘሎ ሲርኮንፈራንስን እቲ ኤርያ ናይታ ሰርክልን እቲ ፍርቂ ናይታ ዲያሜተር ንረኸብዎ ኢልና ኣሎ እምበኣርከስ እዚ ካብ ተረዳእና ንሕና ክንገብር ኢና ዳይሬክት ናብ እንዳ ሽሞን ከይተወይና እምበር እቲ ራድያስ ዲያሜተር ዝተመቐሎ ንክልተ እዩ እምበር ዲያሜተር 14 ዝተመቐሎ ንክልተ እዩ 67 ሰንቲሜተር ክበና እዩ ራዳስ እዚኣ ረኺብና ያልና ከምኡ እውን ድሕር ቀፂልና እቲ ፓራሜተር ክልተ ፓይ ኣር እዩ ኣር ራዳሲ እምበኣር ክልተ ፓይ ራዳስ ከዓኒ ሸውዓተ ሰንቲሜተር ኢልና እምበኣርከስ ኣብዚ ክልተ ዝረብሖ ሸውዓተ እንድሕር ጌርና ዝረብሖ እንደገና ፒ እንድሕር ጌርና 43 ነጥቢ 98 ይበና ማለት እዩ 43 ነጥቢ ሸዓተ ሰንቲሜተር ኦኬ ኤርያ ከዓ ሕጂ ክንረክብ እንድሕር ዳ ደልና ኤርያ እንታይ ድብለና ባይ ኣር ስኬር እታ ናይ ኤርያ ፎርሙል ማለት እዩ እምበኣርከስ ራድያስ ሸውዓተ ኢልናዮ ሸውዓተ ሓይሊ ክልተ ሸውዓተ ሓይሊ ክልተ ኣርባዓን ሸዓተን ክበና እዩ ዜሮ ብሕፒ እንድሕር ጌርና ሚትን ሓምሳን ሰለስተን ነጥቢ ትሽዓተ ሰንቲሜተር ስኬር ክበና እዩ ማለት እዩ እዚኣ እታ ካልኣይቲ ኣብነት እያ ነይራ ናብ ሳልሰይቲ ኣብነት እንድሕር ደኣ ከይድና ሰልሰይቲ ኣብነት እንታይ ይብለና ኤርያ ናይ ሓንቲ ሰርክል ኤርያ ናይ ሓንቲ ሰንክል ሰብዓን ሸሞንተን ነጥቢ ሓምሳን ሰለስተን ሰንቲሜተር ስኬር እዩ ይብለና ባር ካብዚኣ ተበጊስኩም ንስኹም እንታይ ረኸቡ ብለና ዲያሜተር ራድያስ ፓራሜተር ርኸቡ ብለና ኦኬ ንሕና ብመጀመርታ እንታይ ክንረክብ ኢና እቲ ራድያስ ክንረኽቦ ክንፍትን ኢና ድሕሪ እቲ ትራንስፎርሜሽን ናይ ፎርሙል ጌርና ራድያስ ክንረኽቦ ከዓኒ ካብ መጀመርታ እንድሕር ኢሉ ኤርያ ናይ ሓንቲ ሰርክል እንታይ ይብለና ቱ ፓይ ኣር ይብለና ክልተ ፓይ ኣር ይብለና ሕጂ ንኣብኡ ነታ ራዳስ ንራዳስ ፌልና ክነውፅእ ኣለና ምክንያቱ ሰካብ ዘድለየትና ስለዚ ብክልቲኡ ወገን ዝተመቕሎ ብክልተ ዝተመቕሎ ብክልተ ክንገብር ኢና ዝተመቕሎ ብክልተ ፒ ባይዘወይ ዝተመቕሎ ብክልተ ፒ እምበኣርከስ በዚ ሓደ ወገን እንታይ ክበና እዩ ማለት እዩ ራዳስ ይኸውን እዚ በዚ ክጣፋኢ በቲ ብኢድ ጸጋም ከኣኒ ኤርያ ዝተመቕሎ ንክልተ ፒ እዚ ከኣኒ ኤርያ 78 ኢልና ነጥቢ 53 ዝተመቕሎ ንክልተ ፒ እዚ ከ እንታይ ክበና እዩ እምበኣር ሰብዓን ሸሞንተን ነጥቢ ሓምሳን ሰለስተን ዝተመቕሎ ንክልተ ፒ ሰብዓን ሸሞንተን ይቕሬታ ክደግመ እየ ሓምሳን ሰለስተን ተስዓን ሸሞንተን ዝተመቕሎ ክልተ ርሖ ፒ ኦኬ እንታይ ትበና እስኪ

እምበኣር ከሳብ እዚኣ ዝተጋገነ እያ እንተሃልያ ቱፓይ ኣር ደይኮነ እታ ጌጋና እንታያ ነይራ ፓይ ኣር ስኬሪ እታ ፎርሙላ ኣብዚ መፂና እውን ክንሪያ ንኽእል ኢና ኣብዚ መፂና ድሕሪና እያ ፓይ ኣር ስኬር እዩ ስለዚ እንታይ ይብለና ኣሎ ኣር ስኬር ንበል ክልተ ፓይ ኣር ዘይኮነ ብዚ ከዓኒ ንፓይ ጥራይ ንምቀሎ ክንቅፅል ኢና ሽዑ ንፓይ ጥራይ እንድሕር ዳ መቒልና እዮ እንታይ ክትበና እያ ኣር ስኬር ኣለና ባይዘወይ እዚ ኣብዚ ከዓ 25 ክትበና እያ ሕጂ ኣር ስኬር እንድሕር ዳ እቲ ንሪኦ ኣለና ክንቅፅላ ክንድሕር ደልና ብካልእ ሕብሪ እንታይ ማለት እዩ ባር ኣርስ ኬር ይኸውን ዒስራን ሓሙሽተን። ድሕሪ ደኣ ከምዚ ሃሊና ከኣ ብክልቲኡ ራዲካል ንእትዎ። ባር ኣርስ ኬር በይኑ ክተርፍ እዩ፣ ኣር ይኸውን። ዒስራን ሓሙሽተን ኣብ ራዲካል ድሕሪ ኣትዩ ከኣኒ ሓሙሽተ ሰንቲሜተር ክበና እዩ። ባር እቲ ራድያስ ረኺብና ያልና ናብቲ ዲያሜተር ክንከይድ ኢና። ዲያሜተር ከኣ እንታይ ማለት እዩ? ክልተ ራድያስ እዩ። ክልተ ዝረብሖ ሓሙሽተ ከኣኒ ዓሰርተ ሰንቲሜተር እዩ። ካብዚ ቀፂልና ከዓ እቲ ፓራሜተር እንድሕር ድኣ ክንረኽቦ ደሊና ፓራሜተር ክልተ ፓይ ኣሪ ክልተ ፓይ ዝረብሖ ሓሙሽተ ኣብዚ ከዓ እንታይ በናለ ማለት እዩ ክልተ ዝረብሖ ሓሙሽተ ዝረብሖ ፒ እንድሕር ድኣ ጌርና ሰላሳን ሓደን ነጥቢ ኣርባዕተ ማለት እዩ ሰንቲሜተር እምበር እዚ እቲ ቤዝ ናይ ኣብ ሰርክል ዘሎ ክንፈልጦ ዝግባኣና እዩ ካብ ሃይስኮላት ሒዝና ቀፂልና ኣብ ዝመፅእ ክላስ ካልእ ኮንሰርት ናይ ሰርክል ክንርኢ ኢና ከምኡ እውን ኣፕሊኬሽን ክንገብር ኢና ማለት እዩ